ሰላም ሰላም ቤተሰብ ናዛ ቻነል ሰላም ጥዕናን ቅሳኔትን ይምነየልኩም ይምነየልክን ስለቲ ትገብሩለይ ስለቲ ትገብራለይ ሃናፅ ርእቶ ከምኡውን ሸር ሳብስክራይብ ካብ ልቢ ካብ ልቢ የመስግነኩም የመስግነክን ሎሚ ከኣ ብሓዳሽ ቪድዮ ተመሊሰኩም ኣለኹ ተመሊሰክን ኣለኹ ክትፈትዋ ከኣ ተስፋ ይገብር ብጣዕሚ ክጥዕም መዓት ኣዝዩ ክጥዕም መዓት ንሪኦ ንኸውን ኢና ገዚእና እውን ንበልዕ ንኸውን ኢና ናብቲ ሰራርሕኡ ከሕልፈኩም ባዕልና ኣብ ገዛና ከነዳሊ ኢና ቀሊል እዩ ብጣዕሚ ቀሊል እዩ ባዕልና ክንሰርሖ ንኽእል ኢና ከምዚ ንሪኦ ዘለና ኣነ ድንኩል ወይ ከዓ ፎልኮርን ሕሩጭ ተጠቒመ ኣለኹ ንሱ ከዓ ገፈል ዘለዎ ሕሩጭ ኣብ ዕዳጋታት ክንሪኦ ከለና ነዚ ተሰሪሑ ብፃዕዳ ሕሩጭ እዮም ዝሰርሕዎ ምናልባት ኣብ ኣፍካ ምቁር ክኸውን ይኽእል እዩ ግን ጥዕናና እቲ ሕሩጭ ድንኩል ወይ እውን እቲ ገፈል ዘለዎ ሕሩጭ እዩ። ኣብዚኣ ከኣ ጨው፣ ሽኮር ሓደ ማንካ ተጠቒመ ኣለኹ፣ ማንካ መብልዒ። ጨው ከኣ ቁርብተይ ነቢቶ ከኣ ቁርብ ምክንያቱ ምፅባይ ነዊሕ ክንፅበዮ ይሓይሽ ካብ ብዙሕ ነቢቶ ክንገብረሉ ብዝሒ ናይ ሕሩጭ ከኣኒ ከነብዝሖ ንኽእል ኢና ከነውሕዶ ንኽእል ኢና ከምቲ ንሕና ዓቐን ሓደ ሰብ ተኮይኑስ ንእሽተይ ወይ ቁሩብ የድልዮ ማለት እዩ ብዙሓት ተኮይና ከዓ ነብዝሖ ብጣዕሚ ክቐልል መዓት እዩ ወላ ሓንቲ እዚ ሲምቲ ይበሃል ከምኡ ውን ከምቲ ንሕና ባህላዊ ሕምባሻ ንጥቀመሉ ኩሉ ግዜ እዚ ከዓ ናይ ቱርኪ እዩ ኣብ ዝኾነ ንበልዖ ንኸውን ኢና ወይ ገዚእና በሊዕናዮ ክንከውን ንኽእል ኢና። ባዕልና ኣብ ገዛና ብቕልል ዝበለ ግን ከነዳልዎ ንኽእል ኢና። ሕጂ እቲ ብሑቕ ኣዳዊሰዮ ልክዕ ከም ናይ ሕምባሻ ወይ ከዓ ከም ናይ ባኒ ነዳውሶ። ክሳብ ዝፈኩስ ነዳውሶ። ሕጂ ክገድፍኤ ንኣርብዓ ደቂቕ ክገድፍኤ ዋይ ልዕሊኡ ከምቲ ንሕና ዝገበርናዮ ከዓ እንዳረኣና ክንገድፎ ንኽእል ኢና ፎኸፍ ዝበለለይ ክምለሰኩም እዩ ከምዛ ንሪኣ ዘለና ፕላስቲክ ገረ ሽፊነ ፀኒሐ ፎኪስለይ ምስ ፎኸሰለይ ሕጂ ናብቲ ሰራርሓ ክኣቲ እዩ ቀዳማይ ነዳውሶ ምስ ኣዳወስናዮ ከዓ እንታይ ክንገብር ኢና ክንርኢ ናብ ሓደ ሕጂ እዚ ከምዚ ዝገብረሉ እዩ ቁርብ ሕሩጭ ገይረሉ ከይሕዘለይ ምእንታት መስጠጢ ገይረ ሕጂ ክሰጠ ቅድም ክኸፍለኒ ብድሕሪኻ ክሰጠኒ ከምዚ ዓይነት ምሽ ንገብሮ ሽዑ ንኸፍሎ ቆልዑት ብጣዕሚ እዮም ዝፈትውዎ። ግን ባዕልና ብፍላይ ከምዚ ንበልዕ ወይ ከዓ ዝበልዑ ቆልዑት ኮይኖም ካብ ኩሉ ናፃ ኮይኖም ከምዚ ዝበልዑ ንድሕርቲ ኮይኖም ባዕልና ካብቲ ብፃዕዳ ዝተዳለወ ብፀሊም ሕሩጭ ገርናስ ከነዳልወሎም ንኽእል ኢና። ምክንያቱ ቆልዑት ከዓ ይፈትውዎ እዮም። ካብ ብሕሩጭ ከዓ ብከምዚ ክንገብሮ ንኽእል ኢና። ካብ ብፃዕዳ ሕሩጭ ኣበሃሃላይ ወይ ከዓ ማለት እየ ከምቲ ዝደለናዮ ዓቐን ብሎ ሕጂ ኣብዚኣ ግጅፍ ኢልኒ ኣሎ ቁርብተይ ግጅፍ ግጅፍ ኢልኒ ኣሎ ካብ ኩለን ገይረ ሓንቲ ክገብር እየ ከባዝሐን እየ ማለት እዩ ሓንቲ ከባዝሐን እየ

ጽቡቕ ክኾነልና ይኽእል እዩ ከምዚ ጌርና ንሰጦ ከምዚ ምስ ሰጠጥናዮ ከዓ ኣብ ክልተ ክንከፍሎ ኢና ነዚ ከዓ ሕጂ እዚ ሓንቲ ከርእየኩም እየ ወይ ከርእየክን እየ ቢዶ ከይነውሕ ግን እቲ ካልእ ኣይክቐድሐን እየ እቲኣ ስለ ዝገጀፈት ይለምር ኣብ ክልተ ንቆርፆ ሕጂ ንዐኣን ብኢድና ጌርና ክንጥምጥመን ኢና። ብኢድና ገርና ንጥምጥመን ወይ ከዓ ከምዚ ንሪኦ ዘለና ናተይ ገርየን ዘለኹ ከምዚኣ ጌርና ንጥምጥመን ተንክልተ ምስ ኮና ንዐኣን ከዓ ክልተ ቁናኖ ከምዚ ክልተ ቁናኖ ጌርና ንቁንነን ወይ ከዓ ጥውይ ጥውይ ጥውይ ጥውይ ንብለን ካብዚ ዝቐጥን ወይ ከዓ ካብዚ ዝረቅቕ ጌርና እውን ክንገብሮ ንኽእል ኢና ምክንያቱ ፅቡቅ ፎክሽ ይኸውን እሱ ድሕር ይደራረብ ስለ ዝኾነ እቲ ፀሊም ሕሩጭ ከምዚ ቁርብ ምስቲ ሓደ ኣይኮነን ሓደ ዓይነት ኣይኮነን ከምዚያ ጌርና ንጥምጥማ ከምቲ ተሓዘልና ጌርና ወይ ኣብ መንጎን ከዓ ክንገብረን ንኽእል ኢና ከምዛ ዝረኣኹም ንኹለን ከዳልወን እየ ኢለኩም ንኹለን ኣዳለየን። ሕጂ እቲ ስምስም ንክሕዘልና ከመይ ገይርና ክንገብር ኢና ክንሪኦ ኢና ብሓደ ኮይና ሕጂ ካልእ ሓደ ብያቲ ወይ ከዓ ክልቲኡ ዓሚቑን ዓሚቕ ትግርናያ ነቲ ኣይ ክሕዘልናን ስለ ዝኾነ ወይ እውን ክልቲኡ ዕሙቕ ዕሙቕ ዝበለ ክንገብሮ ንኽእል ኢና ከምዚ ኣነ ተጠቒመ ዘለኹ ከምቲ ንዓና ዝጥዕመና ቁርብተይ ጎረረይ ዕርድጉ ኢሉ ኣሎ ሰዓል ሓሚመቐኒ ይቕሬታ እዚ ስምስም እዩ ስምስም ክልተ ዓይነት ስምስም ወይ ዜዛ ሕጂ ኣብታ ሓንቲ ዓማቕ ከዓ ማይ ማዕረ ማዕረ ጌርና ክንገብረሉ ንኽእል ኢና ምናልባት እዚ ቅይሕ ዝበለልና ተደሊና ከዓ ክንብሎ ንኽእል ኢና ሕጂ ነዚ ከቲ ማይን እቲ እሱን ክተሓዋወስ ምእንታን ከነዳውሰ ኢና እዚ ከምዚ ንሪኦ ዘለና ኣብ ዝኾነ ክንረኽቦ ንኽእል ኢና ኣብ ናይ ቱርኪ ወይ እውን ኣብ ካልእ ኦንላይን እውን ክንገዝኦ ንኽእል ኢና ናይ ብወይኒ ገይሩ ዝተሓዋወሰ ወይ ብወይኒ ገይሩ ዝተሰርሐ እዩ ብዝያዳ ከዓ ኣብ ኦንላይን ዋላ ክንሪኦ ንኽእል ኢና ኣነ ግን ካብ ናይ ቱርኪ ዓዲገዮ ማዕረ ማዕረ ጌርና ንገብረሉ ምናልባት ቂሕ ዝበለልና ተደሊና ከዓ ከነብዝሖ ንኽእል ኢና ግን ዝኾነ ዕሹግ ዝፀንሐ ቁርብ ዋላ ናይ ዝኾነ ይኹን ዋላ ፅቡቕ ኢሎምኻስ ቁርብ ስለ ዘይተኣማመን ቁርብ ጥራይ ማዕረ ማዕረ ንገብሮ ሸቲ ማይ ከዓ ከብሎ ካብኡ ዝበዝሕሰ ኣይንግበረሉ እቲ ሰሊጥን እቲ ስታይን ንክተሓሓዝ እዩ። ሕጂ ኣብዚኣ የጥልቓ ብድሕሪኡ ከዓ ኣብቲኣ ከነውሕዶ ዋላ ንኽእል ኢና ነቲ ማይን ነቲ ናይ ትራቡን ወይ ናይ ወይኒ ጓንቲ ተደሊና ጓንቲ ገርና ክንጥቀም ንኽእል ኢና ወይ እውን ማንካ እውን ክንገብር ንኽእል ኢና ኣነ ኣብ ኮሎ ተጠቂመ ኢደ ተሓፂበ ጥራይ ኮሎ ተጠቂመ ሕጂ ኢደይ ኣብቲ ርሒሱ ስለ ዝጸንሐ ናብዚ ኣትዩ ጸገም የብሉን ኩሉናዊ ከም ሰበይቲ ዝበለቶ ከምኡ ኮይኑ ደሓን ርእቶኽን ርእቶኹም ከዓ ጸሓፍለይ ካባኹም ብዙሕ ክምሃር እየ ካባኽን ብዙሕ ከምዝምሃር ይኣምን እየ ርኢቶኽን ርኢቶኹም ጸሓፍለይ ብዘይ ስክፍታ። ምክንያቱ እናተምሃርኩ እንዳተምሃርኩ ክኸይድ ስለ ዝኾንኩ ካባኹም ከዓ ብዙሕ ብዙሕ ክወስድ ወይ እውን ብዙሕ ከም ዝመሃር እየ ዝፈልጥ። ብዙሓት ኣሕዋት ጀጋኑ ኣሕዋት ኣለኹምኒ ኣለኽናኒ ዓረታት ኣሕዋት ዝኾንክን ከዓ ኣለኽናኒ ብፍላይ ከምዚ ፀሓይ ወፅዩ ክትዛወር ወይ ዝኾነ ክትዛወር ደገ ኣብ ትወፀሉ ከም ዝተልካ ባዕልኻ ዝገበርካዮ ኩሉ ግዜ ናብ ትምህርቲ እውን ክኸውን ይኽእል እዩ ናብ ስራሕ ናብ ዝኾነ ይቕሬታ ንኹለን ኣነ ሕጂ ከምኡ ገይረ ወዲኤ ምስ ወዳኹ እዚ ሕጂ ወላ ሓንቲ ጠልቂ እዩ ተበላሽ ስለ ዝኾነ ኩሕፈ እዚኤን ወዲኤን ኣለዋ ኣብኡተን ከእትወኔ ምስ በሰላ የራኽባና ብእቶን ወሊዐ ፀኒሐ ይቕሬታ ከይነገርኩም ብሚእትን ሰማንያን ከምዚ ንሪኦ ዘለና ከምቲ ናትና ምውዓይን ምባልን ይፈላለ ክኸውን ይኽእል እዩ። እቲ እቶን ከይሓረና ንሪኦ ከምዚ ይመስል ምስ ድላይና ንበልዖ። ሎሚ ኣብዚ ወዲእና ብካልእ ክሳብ ራኸብ ሰሰናዩ